ሕጅስ ከምዚ ዓርኪ ዶ ዋእ ሕጂ ኣነኸ ኣይተረደእትንን ማንያ ዓርኪ ተለና ዋእ ያ
ለከ ዳብል ኣነ ዳብል ደ ዝጋጨ ዘለኹ ከኣ እንታይ ደኣ ከምኡ ኢላ እንዳሓተት እንታይ ኮይንከ ስምዐኒ ዳ ትብለኒ ዳ ንዓይ ደኣ ምንታይ ከ እንታይ ኣነስ ከም መሓፍ ከም መሓዛይ ከም ስታይ እምበርሲ ከም መሓዛ እውን ሕጂ እውን ክንሓታን ኢና ከመይ ከመይ ደኣ ነቲ ጉዳይ ተለግ- ተጋጭወኒ እየ ፀኒሓ መስለኝ ኣነ በዚ ትድውል ክብኩ ጉዳ ከይክእል ክቡር መራሒና እ፣ ብዙሕ መጻኢታት ስለ ዘለዎ ሲ ተዓሰርተ ግዜ ፈቶካ የፍቅረካ እንዳበለት ከዓ ከመይ ምፅራይ ወላ ትፈቶካ ክትክእል ትኽእል እያ ወይ ከዓ ክልተ ልቢ እዩ ዘለዎን ይመስለኒ እዚአን ክልተ ልቢ ክልተ ልቢ ኣለዎ ክልተ ልቢ ኣለኒ ኮይላ ነራ ቅድሚ ሕጂ እውን
እንታይ ዛረበለኻ ዋ ክልተ ልቢ እዩ ዘለኒ በየን በየን ኢኻ በዚን በዚን ኮይላ ትምነዮ ገለ ዶ ኢለካ ነይረ ኣብ ኮመንት ከምኡ ኢሎም ጽሒፎምልካ መዚ ስእሊ ዘይረኣዮ ከምዚ ዶ ምዃኑ ርኢኪ እዩ ከምዚ ረኣየ እዚ ቪድዮ ሕጂ እዮም ኣውፅኦም ሞቱም ሰባት ሕጂ ወፂ እዚ ቪድዮ ግን ናይ ቀደም እዩ ነይሩ ናይ ቀደም ተቆሪፁ ሸር ተባሃለ እዩ ካልኣይ ነገር ከ እንታይ ንገብር ኣለና ዲና ኣብዚ ዶርፊ ንሰማዕ ኣለና ኮፍ ኢልና

ዝኾነ ነገር ዘይትዕልሉ ተኾንክ ዝኾነ ነገር ዘይትበሃል ተኾንክ ስኽዝ ወላ ሸላ ፅባሕ ንግሆ ከምዚ ህጂ ሃንደበት ዝረኣያ ሃንደበት ኮሰንቢዱ ሸላ ኣነ ንስኻ እንታይ ድና መሓዝትና እኮ ባዕልኹም ድበሎ እዩ ኣነ መሓዝትና እኮ ኢለካ ንስኽም በቲ ሓሳብ እስኪ ብቀዳይ እኮ ሓትክና ኣነ እኮ ፅናሕ ክቡር ፕረዚደንት ክትዛረብካ ፅናሕ ኣቲ ግዜ ንስኽም ንሸላ ኣይትፈትዮ ንኺ

ፍቑራት ነርካ ተተባኢስካ እኮ ተረድኽኒ ምስቲ ዝመስለኒ ኢልካ ከኣ ክትነብር ክትኽእል ኢኻ ምሽ ተረድኽኒ እህ እህ ንሓደ ወዲ ሰብ ግን ቅንዕና ገርካ ምስ ቀረብካዮ ከኣ ንሱ ከኣ ዝፈትወካ ተረድኽኒ ዝኾነ ነገር ኣብዚ እ፣ ስእሊ ተሓቢሰ ይሕባእን እዩ ተረድኽኒ እዩ ሸርገት ዓርኪ ክድነሩ ወዲ ሓትነ እዩ ዓርኪ ክንበር ከመይ ገር ወዲ ሓትና ዋኢ ወዲ ደቂ ሓትኖ የብልካን ድዩ ንስኻ? ወዲ ሓትኖ ከይሸርገደ ወዲ ሓትኖ ይወት ኣብዚኣስ ክንሰዓዓም ትርእየና ኣለኻ ሪኻ ወይ ድኾነ ክንገብር ርኢኻና ሪኻ ቁሩብ ሕጂ ታቢሉ ስለ ዘላ ምበር ኣብታ ቪድዮ ናብቲ ጥቓ ክሳዱ ትቐርቢ ስለ ነበርኪ ወላ ሪኦሞ ኣብቲ ምሸላ እቲ እንታይ ክትብሉ ነርኪ ግን ኣይደኖ ገለ ስሕብ ኣቢልኪ ረእያ እንዶ እታ ቪድዮ እንዶ ረእያ እታ ቪድዮ ሲ ኣብቲ ክሳዱ ወዮ ስለብዚ ዘብል ስለ ዘላ ምበር ስጋብቲ ናይ ብዙ ጥቓ ናይ ኖርማል ዲጓልኪ እንታይ ዓርኪ ክንተነርስ ዓርከይ እዩ ኤክስ ማለት ኤክስክስ ኤክስክ እንዲ እንታይ ኢለ እንታይ ንገብረና ንሕና ናይ ኤክስክ ግን ትነ ሓሳብ ግልፂ ኮንካ ምቕራብ እዩ በዓለ እንተ ሓክስ እንተኾይኑ ኮላ ሓንቲ ንሕና ኮ እንታይ እሞ ኤክስክ ኤክስክ ኤክስ ብኤክስ እዩ ዝነብር እንተ ክንሓተ ኢና ወደ ሓ ክንሓተ ኢና ወደ ሓትና ኣለኻ ዶ ኬፍኩም ሰላም ድዩ መርሓባ ስምዓኒ ሸላ ንዓኻ ክዛረበካ እንዲኣቴ እዛ ቆልዓ ኣፈላለጥ በል ክቡር መራሒና በሎ እንታይ ክቡር መራሒና ትብሎ ድኻ ኣዛ ሱቕ እንደበል ጠሰቕ ከይብለካ ኮነ በል ወዲ ሸርሙጣ ወዲ ረሳሕ ጋዕጋዕ ጨናዊ ሓሳኽ ረሳሕ ድቓላ ጋዕጋዕ ገስረጥ ጋና ጎጀራ ሓንግዶ ፎቱ ወድዛ ሸርሙጣ ዋ ፈቐዶ እንዳ ባሻውልን ገለን ትግበር ገስረጥ ኣድዩ ረሳሕ ዋ ኣብዚ ከምኡ ክትብል ዋ ጨናዊ ጋና እቲ ናይ ዓሚ ክተብሎ ኢኻ ረሳሕ ከጸልለካ እየ ዋ ገጻብ ክቡር መራሒና ትብል ዒባ ዕንደሸላ ትብል እንታይ ኣደኻ ክሰምዐካ ረሳሕ ጨናዊ ብሻህን ብሓንቲ ብሓንቲ ባንን ተዓጺፍካ ትድቅስ ነበርካ ገስረጥ ተመስገን ኣምላኽ ዘይትብል ከብዲ ሒዝካ ትድቅስ ነርካስ ዕንደ ትብል ኣብዚ ጓሓፍ ጓሓፎም ጓሓፍ ሕጂ ድሓን ጎጆ ተቀበላ ድሓን እታ ጉዳይ ድሓን ንቀበላ ሰንቢድና ኢና ጸኒሕና ኣነ እኮ ሰንቢደ ብዘይ ልበይ ከመን

እታ ዘረባስ እንታይ ንበል ሂብናካ ኣለና ናይ ቀደም እዚ ዝቑራፅ
ክንደይ ገይሩ ዓመት ገይሩ
ንዓመት ድዩ ንመን ዳ ሂብናካ ኣለና ዝብሎ ነበረ ዳ ንመን ዳ ሂብናካ ኣለና ዝብሎ ነበረ ናይ ሞደራተር ይዛረብ ነይሩ ሱሲ
ላላ ናይ ሞደራተር ኣብዚ ኮኮረሉ ኣብቲ ቪድዮ ዶ ሂብናካ ኣለና ንዓኻ
ሞድራተር ይዛረብ ነይሩ መስለኒ። እዚ ማዕረ ክንደይ ክትፈትዮ ንሸላኽ ናይ ልበይ ገሊጸሉ እኮ ሓደ ግዜ ነይረኽ ብዙሕ ግዜ ሆመ እንታይ ገሊጽክሉ ፍቕረይ እዋ ካብ ልቢ ክትፈትዮ
ካብ ልበይ እወ
ምስ ሸላ እምበር ምስ ካልእ ክትምርዐውስ ኣይትደልን ኢኺ እህ እንተኾይኑልና ዶ እወ እወ
ያ እዛ ቆልዓ ናበል ኣነ ምክንኻን ዓብያ መስለንታ ኣነ ዳ እሞ ከመይ እሞ በቃ ወላ እዚ ጎጆ እውን ከማይ ዝብል መሓዝ መሓዝ ሲ ኣፀቢቕና ምክንኻን ይሕሸና ሓንቲ ንሓዋርን ሒዝካ እዩ ምንባር ማለት መንግስቲ ማለት ቀሊል ኣይኮነን

ከማ ያብራ ገረሞም ቀሺ ይትእመኑ ወላ ሓንቲ ጣቋ ዝባሃል የብሉን ካባይ ዝዓቢ ቀሺ የለን ወላ ሓንቲ ከመይ ረክብክዮ እቲ ማሓላ ቀሺ ዘይብላ ከማን ኣነ ዝብላ ቀሺ እንዳ ሰሓቀ ይዛረባ ንሕና ግን ብዘይ ሰሓቅ ብቅንዕና ብጭውነት ብስታይ ተሪፉ እዩ ኣነ ረብሓ ዘይብሉ ገንዘብ ዘይብሉ ከማን ዘእስረኩም ዘለኩ ቀሺ ሓሙሽተ ሚእቲ ሸውዓተ ሚእቲ ዝበለ ንሓንቲ ደቂቅ

ተገዲፈያ ዓይነይ ዕውሪ በላ ተገዲፈያ ዓይነይ ዕውሪ በላ ቴንክ ዩ ቴንክ ዩ ኣቐምጥዎ ኣብኣ ከለኹም ሓንቲ ሰዓ ሰዓት ክንገብረልኩም ኢና ሓደ ሙዚቃ ዘለዎ ሰብ ሓደ ሓደ ግበሩ ሓንቲ ሙዚቃ ክስዕስዑ እዮም ክቡር ሓንቲ ሙዚቃ ዘላቶ ደቂ ዓበይቲ

ኣበ ከለኹም ኪስ ግበሩላ ኣበ ከለኹም ኪስ

ኣብ ከለኹም ሸላ ከለካ ለባ ከላ ሰበይተይ መዓረይ ካብኣ ከለካ ትናቱ እምበር ትናቱ ሲ ሸላ ምሻሎ ብቅድሚ ፕሬዚደንት ክህልዎ ኣለዎ ቅድሚ ፕሬዚደንት እሺ
ያ እዚ ሓጎስ እዩ እስኪ መግለፂ ተብትብዎ እስኪ ከመይ መግለፂ ዝህዝቢ እዚ ትለካ ተሓጒሱ ከማ ያ ብልዕልና ስተይልና ድጎደደተለካ ክንምልእ ኢና
ያ ኣብ ዝሓፀረ ግዜ ክትራኸቡ ኣለኩም። ብልዕልና እስከ ኢልና ያ ኣብ ዝሓፀረ ግዜ እ፣ ክትራኸቡ ኣለኩም። እ፣ ብቴሌፎን ክነውሕ የብሉን። ኣብ ዝጠዓመኪ ዕረፍቲ ሓቲትካ ምርኻብ እያ በስ። ያ ሓንቲ ሓንቲ ኣየር እያ በቃ ሓንቲ ሰዓት እያ ኣርባዓ ደቂቃ ብኣየር ገርካ ሸተት ኢልካ ከድካ ክትራኸቡ ኣለኩም። ግዜ ክነውሕ የብሉን። ኣብ ቀረባ ግዜ ትራኸቡ፣ ንሕና ከዓ ንጡብ በስ ክትራኸቡ ኣለኩም ምስ ተራኸብኩም ከዓ ይህን ሚህን ተባሃሂልኩም ኣብ ጣውላኹም ሽዑ ንቲ ጉዳይኩምን ውራይኩም ትገብርዎ ከዓ ንዓና ትነግሩና ሕና ከዓ ነብዚኣ ጠበል እናበልና ንመፀ ኩር መራሒና ሓደ ግዜ እኮ ጎጆ ዓርከይ እንታይ ድና ሓሲብና ነርና ምሸላ ጎፋንድሚ ክንከፍት ንመርዓና

ያ ኣስመራ ከኣ ከይደ ሕጂ ከኣ ታብታብ ጎርባ ስማዕ ኣለኻ
ድሕን ጓልከስ ወላ ትፈልጥ እየ ክትረኽቡ እየ ክገለመለ
ኣማኒ ኖርማል ከዓ ስለዝፈልጣ ኣነ ከዓ ስኻን ኣብ ጎኒ ክትኮን ኣለክ እምበር ያ እልፍረሳሓት ኣለዋ ገለመለ ከምኡ ውዳት ኣለዎ ዘራስም ገለመለ ተረዲኽኒ እዚ እዚ ክትጉሕፍዎ ጥራይ ዘለኩም ስክብ ጎድኒ ክትኮኑ ጥራይ ዘለኪ ተረዲኽኒ እዚ ስኢልካ ብስታ ኣቢልካ ገለመለ ከምዚ ኣብዚኣ ተወዲኣ ኣላ እታ ፍቅሪ ኣብዚኣ ኣብ ድሕሪ እጂ ትመፅእ ምክንያት የላን ተረዲኽኒ ብውሽጥኹም ትገብርዎ ብውሽጥኹም ከዓ ዝኾነ ዕንቅፋት ኣለዋ ተረዲኽኒ እንተ ዕንቅፋት ከዓ ከመይ ገርና ባዕልና ፋሕ ነብለን ይፈልጣ እየን ወላ ሓንቲ እዚ ክተብልዮ ኣለኪ ዓንተወይ ህጂ ከም ዝፈትወኪ ወላ ንሱ ገለ በለ ዓንተወይ ኢና ኣጋጣም ሸር ምስ ተባሃልና ብዛ ናይ ስእልኺ እያ ተረዲኽኒ ካብኡ ተዓዚበ እየ ኣነ ናብዚ ምፀየ እምበር ከም ዝታይ ከለና ከዓ ተዛራሪብና ገለ መለ ኣብኡ ከሎ ምስ ርድየ ክተረዲኽኒ ህጂ ናይ ደቂ ሰባት ከዓ ስለ ዝኣምን ብከምኡ ኢና ከዓ ተዛራሪብና ሳውላ ከዓ ትፈትወካ እያ ተገዳስነት ኣለዋ ኣብ ልዕለኻ ተፍቅረካ እያ ኢለ ኣነ ከዓ ተዛሪበዮ ይርሓቅ ይርሓቅ ፍቅሪ ተልዩ ትርደኣካ ጓል ሂዋን ንሳ ኢለዮ ተረዲካኒ ኣብዚ መጺኻ ንዓ ናብዚ ናብዚ ንኽፍለጣ ኢለን ገሊኤን ይፈትወካ ይፍቅረካ ዝብላ ንፈልጥ ኢና ናይ ብልቢ ናይ ሓሶትን ግን ኣብኡ ከለዋ ካብ ገጸን ስለ ንፈልጠን ጓል ኪሮስ ግን ካብ ልቢ ክትፈትውዮ በቃ ተረዲኸኒ ኣብርሃም ሳራ ጥራይ ግበርኪ ከምዛ ሕጂ ትስዕስዕዮ ኣነበርኪ
ውላድኩም የርእየና
ኣነ ኣሜን ከማን ያው ከምዚ ከምዛ ዝበላ ከምዛ ዝበለኪ ጎጀ ጎጀ ከምዚኣ ትፈትወካ ጓል ገለ ገለ ምስ በለን ተረዳም ኣነ ባም ከሎ ከማን በሪሃትለ ከምዛ ጎጀ ዝበላ ከማይ ኢል ንስ ትግደሰልካ ጓል ንሳ ጥራይ እያ ትግደሰልካ ወላ ተገዳስነት ንሳ ጥራይ ስበብ እዮ እሽ ተምቲ ምዃኑ ሓቂ ኣሎ እዮ ጽቡቕ ኣሎ ወላ ንሳ ተገዳስነት ኣለኪ እያ ወላ እውን ፍቅሪ ኣለኪ